ብጣዕሚ ደስ ልብል ድርብ ሓጎስ እዩ ናይ ሊሊና ኣሌክስ ማለት እዩ ኩልኹም ቤተሰብ ድማ ክትሕጎሱ ኢኹም ሰላም ሰላም ቤተሰብ ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ልምዓትና ብደስ ዝብልና ብሓድሽ ቪድዮ መፅኤኩም ኣለኹ ማለት እዩ ነዛ ቪድዮ ክትጅመሩ ከለኹም መጀመርያ ላይክ ምግባር ጀምሩ ኢኹም ሓደሽቲ ዝኾንኩም ድማ ሰብስክራይብ እንዳኮርኩም ቤተሰብ ኮነ ኩለኩም ይፈቱ ማለት እዩ ብርግፅ ኣይመፅኹን ቀንየ ብጣዕሚ ኢኹም ናፊቅኩምኒ ቤተሰበይ ማለት እዩ ለማሓንቲ ከዓኒ ንኣኹም ደስ ዝብል ቪድዮ ሒዘልኩም መፅእ ኣለኹ ንሱ ድማ ብዛዕባ ሊልና ኣሌክስ እዩ ከምቲ ልሙድ ማለት እዩ እስከ መጨረሻ ሓቢርኩም ምሳይ እትፀኒሕኩም ድማ እቲ ደስ ዝብል ነገር ክትሰምዕዎ ኢኹም ማለት እዩ መጀመርያ ካብ ዝነበረ ኩነታት ካብ ዝቐነናሉ እሞ ክነግረኩም ማለት እዩ ካብ ምክዳን ካብ ክዳን ምግዛእ እየ ጀሚረ ክነግረኩም ማለት እዩ መጀመርያ ሰላምና ሊሊ ማለት እዩ ፕራንክ መሲልኒ ክነገራ ከለዋ ፕራንክ ይመስል ነይሩ ማለት እዩ ናይ ክዳውንቲ ልገዛኡ ልቤቢ ክዳውንቲ ልገዛሉሲ ብጣዕሚ ክባር ማዕረ ሚእቲ ሽሕ ከም ዝበጽሕ እየ ተናጊረን ማለት እዩ ንሓንቲ እዛ ንእሽተይ ዘላ ክፍያ ማለት እዩ ሰላሳ ቅርሺ እንዳበለዎን ሰሚዕና ነርና ማለት እዩ ምስ ዓራት ድዩ ዋ ገለ እንዳበላ እንዳሰሓቃ ነይራ ማለት እዩ ብጣዕሚ እዩ ክባር ባይዘወይ ቤተሰብ ኣብ ዓድና ኣብ ኩሉ ነገር ከም ቀደም ኣይኮነ ብጣዕሚ እዩ ክባር ማለት እዩ በቃ ናይ ዋጋ ነገር ሲ ብጣዕሚ እዩ በቃ ጥቕርሺ ዲኦ ሓሲሩ ኮይኑ እንታይ እዩ በቃ ይርደካን ኩሉ ነገር ክባር እዩ ኣብ ዓድና ማለት እዩ ከምቲ ናይ ቀደም ዋጋሲ ኣይኮነን ብጣዕሚ እዩ ክባር እና ሌሊ ምሕራር ከምቲ ትፈልጥዋ ንኣሌክስ ኩሉ ግዜ ምስ ጸለለት እንዲያ ካብ ኣርቴ ጀሚርኩ ኣርቴ ንባዕሉሲ ብክልተ ሚእቲ ሽሕ ገዝኢ ኢላ ኣጸሊላቶ ነይራ ንኣሌክስ ማለት እዩ። ያው እቲ ክዳውንቲ ያው ከምቱ ክበር ዋላ ተኾነ ከምቱ ዝበለቶ ግን ኣይኮነን እንደ ኣሌክስ ፕራንክን ምግባር ኢላ እያ እምበር ማለት እዩ። ከምቱ ዘለቶ ዋጋ ኣይኮነን ይቕንስ እዩ ማለት እዩ። ብጣዕሚ ማለት ሓሲብኩም ወዲኹም ገና ከይተወለደ ከይተወለደ እንዳሃለወ ሚእቲ ሽሕ ተወዲእሲ ወሊድካ ክተዕውዮ ከለኻስ ክንደይ ናይ ዋጋ ትኸፍል ማለት እዩ ብዙሕ እዩ ውላድ ከዓነይ ናይ ባዕሉ ዝኾነ ነገርሲ ሒዙ እዩ ልመፅእ ውላድ ክመፅእ ከሎ ይልበሃል ብርግፅ ድምበማ ከምኡ እዩ ኣብ ሂወትካሲ ሓጎስ ሒዝልካ ይመፅእ ብዙሕ ሽሻይ ሒዝልካ ይመፅእ ናይ ባዕሉ ዝኾነ ነገር ሒዙ ይመፅእ እዩ እቲ ውላድ ማለት እዩ። እና እቲ ናይ ሽዑ ዝነበረ ፕራንክ እዩ ማለት እዩ ፕራንክ እዩ ትክክል ኣይኮነ ምስ ሰላም ኮይና እያ ፕራንክ እዩ ማለት በቃ ኣይትፈትይና ኣሌክስ ፕራንክ ክትገብሮ ሰላም ኣይትፈትን እያ ግን ከዓ ሊሊ ተሓባበርኒ ስለትብላ እዩ ቤተሰብ ማለት እዩ መዓረ ሓሲብኩሞ እንዲኹም ናይ ቆልዓ ክዳንስ ሚእቲ ሻሕ ክበሃል ከሎ እስከም ይድንግፅ ኣልክስ ሓሲብኩሞ እንዲኹም ቤተሰብ ኣነ ንባዕለይሲ ማራ እየ ሰንቢደ ርእሱ ርእየሲ ብጣዕሚ እየ ሰንቢደ ነይረ ማለት እዩ እንኳን ኣሌክስ ባዕሉ ለውፅኦ ማለት እዩ ሌው ጻና እኳስ ብጣዕሚ እዩ ዘሰንብድ ነይሩ ማለት እዩ ግድን እዩ ክሰንብድ ድማ ኣሌክስ ከምታ ትሪእዎ ሰንቢዱ እዩ ግን ድማ ቅኒ ኢሉ ድማ ሕይኑ ወፈድ እዩ ኣሌክስ ማለት እዩ መጀመርያ ኣደነት ትኸፍሎ መስዋእቲ ንኣዶ ብዙሕ እንክብካቤ ብዙሕ ነገር ከም ዘድልያ እንደተናገረ እዩ ኣሌክስ ማለት እዩ። ብርግፅ ኣዶ ትኸፍሎ መስዋእቲ ከቢድ እዩ ቤተሰብ ኣነ ገሊፆ ገሊፀ ሲ ክውድኦ ኣይክእልን እየ ማለት እዩ ንክገልፆ እውን ሲ ቃላት ይሓፅረኒ እዩ ማለት እዩ ቤተሰብ ምክንያቱ ኣድነት ብዙሕ ትርጉም ዘለዎ እዩ ብዙሕ ጼራ ብዙሕ ተሸኪማ ንውላዳ ኢላ ሲ ብዙሕ መስዋእቲ እያ ትኸፍል ካብ መጀመርያ ጠኒሳ ክስካብ ትወልድ ዘሎ ሰዓት ንባዕሉ እኳሲ ብዙሕ መስዋእቲ እያ ትኸፍል ማለት እዩ ድሕሪኡ ምስ ወለደት ድማ ክልተ ዓመት ካብኡ ንላዕሊ ኣጥውየን ሓቂፈን ሓዚለን ከምኡ እውን ናይ ንባዕላ ኳሲ ኣፍታ ክትወልድ ለለዋ ጭንቂ ቤተሰብ ትፈልጥዋ ኢኹም ኣፍታ ክትወልድ ለለዋ ጭንቂ ኳሲ ብጣዕሚ እዩ ብዙሕ ጭንቂ ብዙሕ ነገር ኢኻ ትሕልፍ ማለት እዩ ብዙሕ መስዋእቲ ልሓትት ነገር ኢኻ ትሕልፍ እና ናይ ኣደነት ገሊፀሲ ክውዳ ኣይክእልን ናይ ኣቦነት ገሊፅካ ይውዳ ማለት ኣይኮነን ቤተሰብ ኣቦ እውን ብዙሕ ውዕለት እዩ ዝኸፍለልካ ብዙሕ መስዋእቲ እዩ ዝኸፍለልካ ንዓኻ ክብል ላዕልን ታሕትን ኢሉ እንዳሰርሐ ብቁርን ብፀሓይን ከርተት እንዳበለ ወላዲኻ እውን ብዙሕ መስዋእቲ እዩ ዝኸፍለልካ ብልበለፀ ድማ ያው ኣዶነት እየ ኢለ እምበር ኣቦ መስዋእቲ ይኸፍለልካን ኢለ ኣይኮንኩም ቤተሰብ ኣብዚ ክትርድእዎ ዘለኩም ማለት እዩ እና ከምዚ እዩ ኣሌክስ እዚ ኩሉ ነገር እንዳፈለጠ እንዳሃለወ ንሊሊ ኢግነር ዓፅይዋ ማለት እዩ። ኣብዚ ሊሊ ብጣዕሚ እያ ሓዚናኒ ብጣዕሚ እያ ካብ ደይ በሊዓትኒ ምሳ እየ ነቢዐ ብርግፅ ብእውነት ካብ መጀመርያ ከዓነ ሰለለይ ተናገረ ማለት እዩ። ብጣዕሚ እያ ሓዚናትኒ ማለት እዩ። ኢግነር ዓፅይዋ ንሊሊ ማለት ከምቲ ትሪኢኹም ኢኹም ባዕልኹም ማለት እዩ። ኢግነር ዓፂው እንታይ ኢኻ ኮይንኻ ክትብሎ እንተኸኣለት እውን ምንም ክነግራ ኣይክእል እዩ። ኢዱ ክትሕዞ እንተበለት እውን ክሕዛ ኣይከኣለን። በጃኻ እባ ኢደይ ሓዘኒ ምሽ ሒዝካኒ ትኸድ ነይርካ ኖኖ እንዳበለ ማለት እዩ። ኣበይዋ ወይ ኣዋልድ ዓድና ሸኪረን ምናምን እንዳበለ በቃ ከም ትናደድ እዩ ገይርዋ። ግን ኣብቲ ትኽክለኛ ሰዓት ማዕረ ክንደይ ተፃዋርነት ማዕረ ክንደይ ናይ መስዋእቲ ትኸፍል ግን ርኢኹም ዋኹም ማዕረ ክንደይ ናይ ከም ተኽብሮ ማዕረ ክንደይ ናይ ከም ትፈትዮ ማዕረ ክንደይ ናይ ከም ትፈልጦ ማለት ትኽክለኛ ብሕራቱ ከም ትፈልጦ እስኻሲ ከምዚ ኣይኮንካን እንታይ ኮይንካ ተቐይርካ ፅቡቕስ ኣይኮንካን ዘለኻና ተናገር እንዳበለቶ ዓብይዋ እዩ ፀጥ ኢልዎ ከይዱ ነይሩና ብጣዕሚ መሕዚናትኒ ኣሌክስ ንባዕሉ እውን መጨረሻ ላይ ብጣዕሚ እዩ ሓዚኑ ማለት እዩ በቃ ከምዚስ ክገብር ኣይነበረንን በቃ እንድዒ ኣነሲ ከምዚ ተገረያሲ እንታይ ክፍል ትኸውን ኢለ እምበር ብትኽክልስ ኣይኾንኩን ሽውደኪ ኢለ ምናምን ምስላ በቃ ምንም ልውህነታ ስያው ኢኻ ትሪኦ ቤተሰብ ማለት እዩ ፅረይቲ ዝኾነት በቃ ተረዲእዎ ኣነሲ ንዓይ ኣነል ገበብቃ ተንከባኸበኒ ምናምን ምናምን እንድብለካሲ ደቢርካ ድዩ ሸልቲካ ድዩ ኢላ ጠየቓቶ። በቃ ንምንታይ ኣሸልቶኒ እናበለ ነጊርዋ እዩ መጀመርያ ማለት ድሓር ግን ኩሉ ነገር ምስ ነገራ ናብ ምንባዕ እያ ከይዳ ማለት እዩ ምንም ክትገብር ስለለይከኣለት ማለት እዩ መጨረሻ ላይ ግን ፕራንክ እዩ ነይሩ ቤተሰብ ማለት እዩ። ካብኡ ከዓኒ ስለ ሊሊ ማናት እያ ክትወልድ ይመስለኒ ቤተሰብ ማለት እዩ። ማዕረ ክንድዚ ደንጉያ ማናቱ ክትወልድ ከለካ ትድንጉድ ኢኻ። ዋ ማናቱ ተወሊዶማ ድርብ ሓጎስ እዩ ቤተሰብ ድርብ ሓጎስ ተረዲእኩም ድዩ? እዚ ድማ ዘይሓሰብዎ ማለት ካብ መጀመርያ ሓደ እዮም ኢሎም ኢሎም ነይሮምና ሕጂ ግን ክልተ ክኾኑ ከለዉ ማዕረ ክንደይ ንሕጎሱ ሓሲብኩም ወዲኹም ቤተሰብ ድርብ ሓጎስ ይበሃል ማለት እዩ። እና ኣብ ኩሞት እናኣተኹም ድማ ድንግል ማርያም ብሰላም ትምፃእኺ ካልኣይ ርእስኺ ንምዃን የብቅዕኺ እንዳበልኩም ድማ መርቕዋ ኢኹም ማለት እዩ ቤተሰብ ኩሉ ግዜ እኳን ፀሎት ትገብሩላ ኢልኩም ትገብሩላ ኢኹም ኢለሲ ይሓስብ ማለት እዩ ስለምንታይ በቃ ናታ ተኸታተልቲ ስለ ዝኾንኩም ናታ ተመልከትቲ ስለ ዝኾንኩም ግድን ኢኹም ክጽልዩላ እና ሊልየ መዓረይ ብሰላም ኣዴ ማርያም ትምጻእኺ ማለት እዩ ካልኣይ ርእስኺ ንምዃን የብቃዕኺ ለማዓንቲ እንኳን